ከመይ ትቕንዩ ክቡራት ተኸታተልቲ መደብና እምበር ኣብዛ ናይ ሎማዓንቲ ሓጻር መደበይ ሓሙሽተ ከገድሱና ዝኽእሉ ናይ ሞባይል ኣፕስ ወይ ናይ ሞባይል ፕሮግራማት ንተጠቀምቲ ኣይፎን እያ ትብል ትኸውን ሰናይ ምክትታል እንኳዕ ብድሓን መጻኹም ብምቕጻል ቅድሚ ምጅማርና እዚ ኣፕስ ኣብ እትሪእዎ ዘለኹም ናይ ኣይፎን ጥራይ እዩ ናይ ሳምሱንግ ወይ ናይ ዋዋይ ወይ ናይ ኣንድሮይድ ብሓፂሩ ዘለኩም ደይ ክኸውን ይኽእል እዩ ስለዚ ተተረኺቡ ፅቡቅ ስለ ተረኺቡ ግን ካልእ ቪድዮ ቀስ ኢለ ክሰርሕ ክፍትን እየ ብምቕፃል ከም ቀዳመይቲ መሪፅያ ዘለኹ ነዛ ኣላርሚ ትብል ኣፕ እያ እዚኣ ካብታ ናይ ኖርማል ናይ ኣላርም ኣፕ ናብ ኣይፎን ደላ እንታይ ኣፍልልዩ ዘለዋ ተልና ንግሆ ንኣብነት ኣብ ፕላስ ኢለ እንድሕዳ ኣላርም ክገብር ተደልየ ሚሽን ኣሎ ፍሉይ ንገብሩ እዚ ሚሽን ናይ ተደሊኻ ንተሌፎንካ 30 ግዜ ክትንቀሳቀስ ኣለካ ብኢድካ ማለት እዩ ሸይክ ብለካ ኣሉ 30 ወይ ክተጉድሎ ትኽእል ኢኻ ስራ ካልእ ፍልይ ድበለ ከዓ ናይ ማትስ ኣለዎ እዚ ናይ ማትስ ዝተፈላለየ ክስተ ኣለዎ እቲ ሞድ ኣለዎ ተደሊኻ ኢዚ ክትገብሮ ተደሊኻ ተደሊኻ ከዓ ክሳብ ሄልሞድ ብለኩም ኣሎ ንዓይ እውን ኣጋጢመኒ ነሩ ሓደ ግዜ ሚእትን ስሳን ክልተን ዘርብሑ ሰማንያን ሸውዓተን ኮምፒታት ገይረዮ ኣብ ሰዓት ሓሙሽተ ናይ ንጎት ስኢኻ ንስራሕ ክትከይድ ከለኻ እዚ ብርእስኻ ክትምልሶ ኣይኮነን ብካልኩሌተር እውን ኣይከኣልኒ ያ ስለዚ ዝተፈላለዩ ክስታይ ኣሎ ምስ መረፅካ ኖርማል ኢልካ እንድሕር ዳ ዳን ኢልካ ድምፂ እውን ዝተፈላለዩ ኣሎ ብጣዕሚ እዩ ዓብይ ሕጂ ንኣብነት እንታይ ናይዚ ኣፍሉይ ነገር እንታይ ኣሎ ተኢልና ተኣላርም ምስ ሰራሕኻዮ እንድሕር ደኣ ደይ መሊስካያ ነቲ ሕቶ ድሃብካያ እቲ ኣላርም ኣይጠፍእን እዩ ብፍፁም ዋላ ቴሌፎን ከዓ ዓፂኻያ ገለመለው ሙሉእ ለይቲ እዩ ክሳብ ክከብር ዝኽእል ማለት እዩ ዝጠፍእ ወይ ነቲ ፕሮግራም ክድምሶ ኣለካ ማለት እዩ እንተደይ ኮይኑ ነቲ ሕቶ ከይመለስካያ ብፍፁም ኣይጠፍእን እቲ ኣላርም ስለዚ ብኸምኣ ደስ ትብለኒ ማለት እዩ ዝተፈላለዩ መውደት ኣለዎ ከድኩም ክትርእይዎ ትኽእሉ ኢኹም ከም ካልኤቲ ነዛ ኣፍተር ላይት ትብል ዘላ እያ ኣፍተር ላይት ናይ ፎቶ ኤዲቲንግ ኣብ እዩ ናይ ስእሊ ነቀናብረሉ ኣብ እዩ ናይ ኣብ ኣይፎን ማለት እዩ ልክዕ ከም ናይ ፎቶሾፕ ደይ ክኸውን ይኽእል እዩ ግን ብሕፅር ዝበለ እንድሕር ደኣ ቀልጢፍና እንትታና ስእሊ ክሮፕ ወይ ዝኾነ ክነድቅቆ ክነግጅፎ ተደሊና ወይ ፅሑፍ ክንገብረሉ ንሓፂር ብሕፅር ብሕፅር ዝበለ ፖስት ክንገብሮ ንደሊ እንድሕር ደኣ ኣሊና ኣብዚ ኣፕ ምኻድ ዝተፈላለዩ ኢፌክት ሂብና ብሕፅር ዝበለ ታትና ስእሊ ኤዲት ክንገብሮ ንኽእል ኢና ማለት እዩ ዝተፈላለዩ ኣለዋ ግን ኩሉ ናፃ ኣይኮነን ሓደ ክልተ ከፊልካ ዝግበር ኣሎ ንኣብነት ከምዛ ትሪእዎ ዘለኹም ይሓተኒ ኣሎ ፍሪ ትራያል ቴልኬር ክሓተካ እቲ ገንዘብ ምናልባት ደይ ትደልዩ ትኾንኩም ግን ብዙሕ ናፃ ዝኾነ ነገር ኣለዎ ኣብኡ ኣቲኹም ተጠቀምቲ ክትኮኑ ትኽእሉ ኢኹም ማለት እዩ ኣፍተር ላይት ዝበሃል እዛ ፕሮግራም ሳልሰይቲ ከዓ ኢሳውንድ ትብል ልክዕ ከም ናይ ስፖቲፋይ ኮይና ብድምፂ ማለት እዩ ኤምፒ3 ክስታይ ደይብሉ ስእሊ ደይብሉ ዝኾነ ስእልታት ድምፅታት እንድሕዳ ደርፊ ክንሰምዕ እንተደሊና ብምድላይ ኣብዚ ፕሮግራም ዳውንሎድ ክንገብሮ ንኽእል ኢና ወይ ክንሰምዓሉ ንኽእል ኢና ማለት እዩ ንኣብነት ኣብዘን ሃና ኤሪትሪያን ሙዚክ ኢልና እንድሕር ድኣ ሂብና ተደሊና ካብ ዩቲዩብ ዲሬክት ሰርች ክንገብር ንኽእል ኢና ኣብኡ ምኻድ እንድሕዳ ዳውንሎድ ኦፍላይን ተልናዮ ታደፍሪ ታደርፊ ብኦንላይን ብኦፍላይን ዳውንሎድ ኮይና ኣላ ማለት እዩ ከምዚ ብምግባር ከዓ ዝተፈላለዩ ድምፅታት ዝተፈላለዩ ብኦንላይን ድሕዳት ኢንተርነት ኣለና ዝተፈላለዩ ድምፅታት ኣብዚ ዳውንሎድ ክንገብር ንኽእል ኢና ደስ ዝብለካ ነገር ከዓ ናፃ እዩ ማለት እዩ ነዛ ፕሮግራም ኢሳውንድ ከድኩም ዳውንሎድ ግብርዋ ከም ራብዐይቲ እውን ኣቕሪበያ ዘለኹ ፕራይቨት እያ ትብል እዛ ፕራይቨት ልክዕ ከምዛ ናይ ኢሳውንድ ኮይና ካብ ዩትብ ዝደለናዮ ነገራት ወይ ካብ ፌስቡክ ዝደለናዮ ነገራት ኣብዚ ብምኻድ ዳውንሎድ ክንገብሮ ንኽእል ኢና ማለት እዩ ንኣብነት ኣብዛ ናና ቻነል ከድና እንድሕር ደኣ ዝተወቕንያ ዳውንሎድ ትብለና ዳውንሎድ ቴልያ ዲሬክት ኣብዛ ታሕተወይቲ ዳውንሎድ ሚፀት ኣሎ ስለዚ ነቲ ዝደለናዮ ብስእሊ ኣብዚ ኸድና ዳውንሎድ ብምግባር ኣብ ኦፍላይን ወይ ኣብ ኢንተርነት ዘይብልና ግዜ ኣብዚ ብምኻድ እቲ ቪድዮ ክንሪኦ ንኽእል ኢና ማለት እዩ ፕራይቬት ትበሃል እዛ ፕሮግራም ከም ሓምሸይትን ናይ መጨረሻን መሊጽያ ደለኹ ነዛ ዋን ፉትቦል ትብል እያ እዛ ናይ ዋን ፉትቦል ንተጻወትቲ ኩዕሾ ዝምልከት እያ ክከታተሉ ዝደልዩ ወይ ናይ ትራንስፈር ማርኬት ወይ ድሕሪ ጸወታ ደህቦ እቲ ናይ ፖስት ኮንፈረንስ ኩሉ ኣብዚ ከድካ ክትሪኦ ትኽእል ኢኻ ወይ ኣብ ላይቭ ዝፃወተሉ ክልተ ጋንታ እንድሕር ደኣ ክትርኢ ደይ ትኽእል ትኾንካ ከ ኣብዚ እቲ ላይቭ እቲ ቁፅሪ ብቁፅሪ ክትሪኦ ትኽእል ኢኻ ካብ ወይ ከዓ ብፅሑፍ ኣለዎ ሓደ ሓደ ግዜ ይፅሑፍ እዮም እንድሕር ደኣ ላይቭ ኣሎ ንኣብነት ሳኔ ጎል ስሒቱ ወይ ብጫ ሂቡ ኢሎም ብላይቭ ብፅሑፍ ይህቡኹም እዮም ማለት እዩ ስለዚ ኣዝያ ኣገዳሲት ዝኾነት ፕሮግራማት እያ ናይ ዝደለኻዮ ናይ ማይ ኮምፒቲሽን ብለካ ኣሎ ናይ ላሊጋ ኣሎ ናይ ፕሪምየር ሊግ ኣሎ ወይ ናይ ዋንጫ ዓለም እንድሕር ኣልዩ ንዑ ማርክ ጌርካዮ እንድሕር ፀኒሕኻ ኣብ ብዚ ታሕቲ ኣቲኻ ማጅስ ፎሎዊንግ እንድሕር ኣልካዮ እቲ ነጥብታት ዝመፀልካ እቲ ነጥብታት ክትሪኦ ትኽእል ኢኻ ወይ ከዓ እቲ ፕሮግራማት እቲም ኩዕሾ ዝፃወቱ ኩሎም ክትሪኦም ትኽእል ኢኻ ማለት እዩ ከም ተወሳኺ እውን ናይ ትራንስፈር ማርኬት ኣለዋ መን ናበይ ይሕመሉ ኣብዚ ኣትኹም ክትሪእዎ ትኽእሉ ኢኹም ማለት እዩ ንኣብነት ናይ ሉዊስ ሱዋረዝ ናብ ኣትለቲኮ ማድሪድ ንሰለስተ ሰሙን ክይሕመ ከም ዝነበረ ኣብዚ ትሪእዎ ኣለኹም ወይ ከዓ እንድሕር ዳንዴል ተኮይኑ ከዓ እንድሕር ርግፀኛ ተኮይኖም ከዓ ከምዚ ገይሮም ዝፅሕፉልኩም ማለት እዩ ብሓፈሻ ብሕፅር ዝበለ ከም ናይ ስፖርት ናይ መከታተሊት ፕሮግራም እያ እዚአን ነረንተን ፕሮግራማት ሆፕ ቆብ ተማሂርኩም ክትኮኑ እንድሕር ደኣ ደስ ኢልኩም ላይክ ግደፉ ኣብ ዝቕፅል መደብ ፓርቲ ወለቱ ዝውላው ኣብ ዝብል ፓርቲ ቱን ፓርቲ ስሪን ፓርቲ ፎርን ፓርቲ ፋይፍ ኢለ ፈልየን ኣለኹ ኣብኡ ኣቲና ክንሪኦ ንኽእል ኢና ማለት እዩ ክሳብ መፅእ ንረኽብ ሰናይ